ሰላም ሰላም ናይ ዮኒ ዩቱብ ተኸታተልቲ ከመይ ኒኹም? ኣነ ሰላም ኣለኹ እግዚኣብሄር ይመስገን። በብዘለኹምዎ ሰላምኩም ብዝሕ ትርፍ ይበለለይ። ሓደሽቲ ነዛ ቻነል እንኳዕ ብሰላም መፃኹም ናበልኩ ሰብስክራይብ ናገበርኩም ቤተሰብ ኩኑ ቤተሰብ ዝኾንኩም ደሞ ሸር ላይክ ናገበርኩም መተዋዕኹም ኣይፈለየኒ ክብለኩም ይፈቲ ሽም በኣርከስ ክብረት ይሕዋተይ ነዛ ቪድዮ ክትጅምሩ ከለኹም ብላይክ ጀምሩ ማለት እዩ ደሞ ኣንቲ ሒዘልኩም ዝመፃኹ ደሞ ንዝተባላሸየ ጨጉርና ንዝተጎድአ ከምኡ ደማ ንዝባጣጠስ የንውሕ ኢሉ ዝዘኣበየና ጨጉርና ፍቱን ዝኾነ መድሓኒት ሒዘልኩም መፂኤ ኣለኹ ማለት እዩ። ኣብዙይ ሓደ ሙዝ ኣለኒ ካብኡ ናብ ፍረ ዘርእትየ ሓደ መዓልቲ ኣቐሚጠዮ ማለት እዩ ብድሕሪኡ ድሕሪ ሓደ መዓልቲ ድማ ከምዚ ትርእይዎ ኮይኑ ወፂኡ ኣሎ ምስኡ ደሞ ዝጥቀመሉ ክልተ እንቁላሊሕ እዚ ብኸምዚ መሊጠ ማለት እዩ ኣብዚ መጥሓኒ እዚ ከእትየየ ካብኡ ደሞ ክልተ እንቁላል ይሕለኒ ከዓኒ ምስኡ ማለት እዩ ክብራት ኣሕዋት ኣዝዩ ብሉፅ ዝኾነ ማስክ እዩ እዚ ማለት እዩ ከም ሳልሳይ ከዓኒ ዘይቲ ዘይትሁን ማለት እዩ ላብኡ ገይረ እንትሕር ዘይትሁን ደይብና ከዓኒ ዋላ ዓይዲ ዘይትን ጥቀም ንኽእል ኢና ማለት እዩ እና ማይ ተይገበርኩ ብባዕለየ ጥሒነዮ ማለት እዩ። ብኸምዚ መልክዕ ደሞ ኮይኑለይ ኣሎ። ኣዝዩ ብሉጽ ዝኾነ ማስክ እዩ ማለት እዩ። ክብራት የሕዋተይ ተጠቐማሉ ኢኽን ክትፈትይኦ ደሞ ኢኽን ማለት እዩ። ኣብ ሓጺር ግዘ ለውጢ ልርከቦ ማስክ እዩ። ልኣየይ ልጠቐመኒ ደሞ ላብኻትክን ሒዘልክን መጽየ ማለት እዩ። እና።

ስለዚ ከምዚ ናገበርኩ ላብ ኩሉ ገይረ ክፍሕሶ እየ ማለት እዩ። ላፍሓስኩ ክጥቀም እየ ማለት እዩ። ክብረት ይሕወት እዪ እንድሕር ሃሊና ኮይነ ከዓኒ ከም ተወሳኺ ቫይታሚን ኢ እንድሕር ኣሊና ኮይኑ ንግበረሉ ማለት እዩ። ክብረት ይሕወት እንድሕር ለይብልና ግን ብሰለስቲኡ እኹል እዩ ማለት እዩ። እና ምስ ወዳእኩ ደሞ ከምዚ ገይረ ኣብ ክልተ መቐለ ኣቢለ ፍሕስ ከብሎ እየ ማለት እየ ክብራት የሕዋተይ ብእውነት ልኣየይ ልጠቐመኒ ልተሓጎስኩልይ ማስክ እዩ ማለት እዩ ንስኻትን ደሞ ተጠቒምክን ብሉጽ ጨጉሪ ከምቲ ትብህጎይ ትደልይ ጨጉርኽን ክኾነልክን ኣይጠራጠሪ ማለት እዩ ክብራት የሕዋት እና ከምዚ ገይረ ላኩሉ ክገብረሉ እየ ማለት እዩ ብኸምዚ መልክዕ ላብ ኩሌ ክንገብረሉ እንሄና ክነስማዕምዖ እንሄና ማለት እዩ። እዚ ማስክ እዚ እዚ ማስክ እዚ ማለት እዩ ይቕሬታ ጨጉርና ንዝበጣጠስ ንዝደረቐ ካብኡ ደሞ ንዝበርሐ ማለተይ ጨጉርና ስሑው ትሑር ኮይኑ ንኽወቅል ንክበዝሕ ንክልስልስ እዪ ልገብሮ ማለት እዩ ዓንጫት ጨጉሪ ንዘለክን ደሞ በቀደማይ ኮመንት ሓቲትክናኒ ነይርክን እሞይ እዚኣ ተጠቂማላ ኢክን ማለት እዩ ዓንጫት ጨጉሪ ልዘለክን ከዓኒ ክልስልስ ይገብሮ እዩ ማለት እዩ ስለዚ ብከምዚ ጌርና ኣብ ሰሙን ሓደ ግዜ ንጠቀመሉ ማለት እዩ ኣነ እዛ ሓንቲ ገፀይ ወድየ እዛ ሓንቲ ደሞ ብከምኡ መልክዕ ክገብረላ እየ ስለዚ ከምዚ እናገበርና እንድሕር ጨጉርና ከምዚ ጌርናዮ ኮይንና ኣብ ቀረባ ግዜ ኣብ ሓጺር ግዜ ጨጉርኽን ከምቲ ብግብኦ ከምቲ ዝደልይኦ ጨጉርኽን ኮይነልኪን ነዊሕ ክኾነልክን ደሞ ክነውሐልክን ብደንቢ ጌሩ ይተኣማመን እየ ማለት እዩ። እና ብኸምዚ ጌረ ደሞ ኣነ ወዲኤ ኣለኹ። እንቁላሊሕ ይኹን ትሙዝ ብፕሮቲን ዝበልፀገ ስለዝኾነ ቆንጆ እዩ ማለት እዩ። ልጨጉርና ደግሞ ኣዝዩ ኣዝዩ ጠቃሚ እዩ እና ንጎረሉ ኩረት ይሕወቴ ኣብ ሰሙን ሓደ ጊዜ ማለት እዩ። ከምዚ ጌርክን እንድሕር ተጠቂምክን ኮይንክን ጨጉርኽን ምንውሑ ኣየቋርጽ ምልስላሱ ደሞ ቆንጆ ኮይኑ ሉስሉስይ ብዙሕ እይኾነልክን ማለት እዩ ኣብናየይ ትሪኦኦ ኣለኽን ኣብናየይ ከማን ቆንጆ ኮይኑ ኣሎ ማለት እዩ እና ከምዚ ገይረ ኣነ ወዲኤ ኣለኹ ክጥቕልሎ እየ ሀዚ ማለት እዩ ከምዚ ገይረ ጥቕልል ኣቢለ ብፌስታል ክንሽፉነን እየና ማለት እዩ ምእንታን ሽሎቕ ክብል ትጨጉና እሞ ቆንጆ ክኾነልና ብፌስታል ጌርና ክንሽፎኖ እኒኤና ማለት እዩ። ኣነ ደሞ ከምዚ ገይረ ተሸፊነ ብልዕሊኡ ከዓኒ መጎሎ ግብር ከብለሉ እየ ማለት እዩ። ዋላ ፌስታል ጌርና ሱቅ ክንብል ንኽእል ኢና ግድን ይኾነ። ከምዚ ጌርና ንክልተ ሰዓት ተጽኒሐ ክምለስ እየ። ክልተ ሰዓት ገይረ ደሞ ተመሊሰ ኣለኹ ማለት እዩ። ኮራት ይሕዋተይ ሕዚ ፈቲሐ ክቡቱና እየ ማለት እዩ። ኣንተወይ ጠንጢነዮ ስለ ዝነበርኩ ፍሒሰዮ ስለ ዝነበርኩ ሀዚ ደሞ ብትን ከብሎ እየ ብእውነት ብእውነት ብጣዕሚ ፅቡቕ ማስክ እዩ ማለት እዩ ደስ በሃሊ ማስክ ብስሩ ዋላ ንርእስኻ ልስሉስ እዩ ዝገብሮ ጨጉሪ ኣብ ምምሻጥ ኣይትፅገም ኣይረግፍ እና ከምዚ ይግበሮ እየ ማለት እዩ ክብራት ኣሕዋተይ ምናዳ ኣብ ዓዲ ዓረብ ለለና ጨጉርና ስለ ኩሉ ግዜ ንጉልበዎ የብል እዩ ማለት እዩ። ስለዚ ኣብ ሰሙን ሓደ ግዜ ከምዚ ትሕር ጌርናዮ ግናይ ኣዝዩ ቆንጆ ኮይኑ ጨጉርና ክነብሎ ኢና ማለት እዩ። ኣነ ደሞ በቲነ ወዲኤ ኣለኹ ሀዚ ብማይ ብቻ ክሕፀቦ እየ። ብማይ ብቻ ገይረ ከምዚ ዝማስክ ማስኩ ከፅርዮ እየ ብማይ ልቓደም ማለት እዩ ክብራት ይሕዋተይ።

ከምዙይ ኮይኑ ኣሎ ማለት እዩ እና ከዚ ሻምቦ ገይረ ክሕፀቦ እየ በደንብ ገይረ መሳጅ ገይረ ሕፅብ ከብሎ እየ ማለት እዩ ክሕፀቦ እየ

ሙቆት እንድሕር ጥሑር ኮይኑ ዝማይ ማለት እዩ ብጣዕሚ እዩ ጨጉርኻ ልማልጠካ ስለዚ ብዙሕል ማይ ክንሕፀቦ እኒኤና ጨጉርና ማለት እዩ። ከምዚ ገይረ ወዲ ኣለኹ ተሓፂበ ኩራት ይሕዋተይ ምስ ተሓፀብኩ ደማ ቅብኣት ገይረ ክምሾጦ እየ ናየይ ከምዚ ኮይኑ ኣሎ እና ናያትክን ደሞ ብሉፅ ክኾነልክን እዩ ኣይጠራጠሪ ከምዚ ጌርክን ተጠቐሙ ማለት እዩ ኩራት ይሕዋተይ ብጣዕሚ ብጣዕሚ ምርጥ ዝኾነ ማስክ እዩ በእውነት ኣዝዩ ብሉፅ ዝኾነ ንኹሉ ከዓ ልጠቅም ንባጣጠስ ንደረቀ ጨጉሪ ካብኡ ከዓ ምንዋሕ ንዘዕብየና ንኹሉ ስለልኾነ ብጣዕሚ ብሉጽ ልኾነ እዩ ማለት እዩ ስለዚ ከምዚ ገይረ ቅብኣት ገይረ ድሞ ምሹጥ ኣቢለዮ ኣለኹ ናተይ ጓላ ክትምሹጦ ከለኻ ከማን ኣየነቓቐሊ ነቓቐል ዝረግፍ ጨጉርስ ኤውሊ ማለት እዩ ስለዚ ከምዚ ገይርክን ኣብ ሰሙን ሓደ ግዜ ተጠቐምኡ ማለት እዩ ክብራት ይሕዋተይ ጨጉርኽን ብሉፅ ኮይኑ ቆንጆ ኮይንልክን ከም ተመስግናኒ ደሞ ኣይጠራጠሪ ማለት እዩ። ምክንያቱ ኣብ ባዕለይ ልጀመርክዎ ፅቡቅ ለውጢ ለግንክሉ ስለልኾነ ማለት እዩ። እና ከምዚ ገይረ መሽጠ ምእንታን ክደርቅ ቆንጆ ኮይኑ ምእንታን ንፋስ ክኣትዮ ናተይ ወይ ከዓኒ ክትጉንጉንኦ እኒኤክን ወይ ከዓኒ ፍሕስ ክተብሎ እኒኤክን ናየግናይ ክፍሕሶ እየ ማለት እዩ ምእንታን እንደ ቅብኣት ክእትየሉ እና ብኸምዚ ገይረ ፍሕስ የብሎ ማለት እዩ ክብረት ይሕወት ከምዚ ገይረ ፍሒሰ ሓንቲ ደሞ ከምኡ ገይረ ክፍሕሳ እየ ሀዚ ልምንታይ ይጠቅመና መሲልክን ዝከምዚ ክፍሕሶ ከለኩ ዋላ እዚ ቅብኣት ለውዝ ስግኡ ክንእትወሉ ከለና ቁኑን ተኮይኑ እንትን ይብል እዩ ከምዚ ትሕርቡ ፍትሑ ኮይኑ ግናይ ብላዕሊ ትሕረቲናሉ ላወረደ ላበለ ስላልከል ላው ኩሉ ስለ ልበጽሕ ማለት እዩ ብከምዚ ገይረ ክገብረሉ እየ ቅብኣት ማለት እዩ ርኣኹናን ኣየይ ድሞ ክልዚ ሞሲለ ኣሎ ስለዚ ከምዚ ገይረ ቅብኣት እዚ ናብ ኩሉ ይገብረሉ ማለት እዩ። እዚ ከምዚ ገይርና እንድሕር ፍሕስ ኣቢልና ቅብኣት ግበር ኣቢልናሉ ወይ ከዓኒ ድሕሪ ሰዓታት ወይ ከዓኒ ብናግኡ እንድሕር ፍትሕ ኣቢልና ምሽጥ ኣቢልናዮ ኮይንና ዝተፈረዘ እዩ ንመስል ማለት እዩ። ብጣዕሚ ቆንጆ ተብሃጊ ጨጉሪ እዩ ዝኾንና። ዋላ ፍትሕ ኣቢልና ብትን ብትን እንድሕር ኣቢልናዮሲ በቃ ባዕሉ ዝተፈረዘ እዩ። ምፍራዝ ከማን ኣየድልየናይ ማለት እዩ። እና ንኣየር ጠቐመኒ ከጠቐመክን እያ ኢለ እየ ሒዘልክን መፅየ ማለት እዩ ናይ ሎማዓንቲ መደበይ እዚኣ ትመስል ነይራ ክሻ ብኻሊእ መደብ ልመፅእ ሸር ላይክ ሳብስክራይብ ናጎርኩም ምትዋዕኹም ኣይፈለየኒ ኩለኩም ይፈቲ ርእቶ ናዛ ኮመንት ደሞ ናዛ ቪድዮ ደሞ ኣብ ኮመንት ተቐምጥለይ ክሻ ብኻሊእ መደብ ልመፅእ ባይ ባይ ደሓን ቀንዩ ሳብስክራይብ ደሞ ጎበሩ ማለት እዩ ባይ